ና ሰብ ዘይነበረ ሰብ ዘይረኣ ክልተ ሰባት ኢና ናትና እታ ምስጢራዊ ተወሪኡ ኮለና ተወሪኡ ኮኸረ ኩሉ እቲ ዓዲ ፈልጥ እዩ ኮይልኒ ሸሊተይ ና ና ወኸረ ከም ዝበለ ዓይታ በጊዕ ተፈሊጡ
ወኸረ ላዕስኻ ጓል እኮ ተምፅያ ሸይጣን ካብ ዓብ- ዓባይ ሸይጣን እኮ እያ ትፈልጥ ዶ

ኣብ መሸኝቱ ና ናብ መግቡ ድዩ ከምኡ ካ እዮም ዝገብሩ ጠጳያን ሎምኺ ኣነ እኮ ምግቢ በይነ ባዕለይ መስራሕ እኮ ጀሚረ ኣብ ኤሮጳ እኮ የለን ኣብ ኤሮጳ ይፍለጥ እዩ ደሓን ብ ኤሮጳ ኣብታ ኣብታ ንብረትካ ክትወፅእ ከላ ክኸፈሲ ኣብ መሸኒትን ኣብ መግቢ ሓወስ ሸሊተይ ንዓኻ ዝብለካ ኣለኹ ከምዚ ምሻ ኣሎ ከማን ከይትሰምና ገለመለ ሸሌ ከይትሰምና ገለመለ ሚጥሚጣ ኣይኮነን በርበረ ከምዚ ምሻሎ መዓር ናይ ዓድና ለኺኻ ባኒ ጌርካ ከይትስና ከይተብል ማይ እንዳሰኹ ገለ ምብላዕ ክኾ ነይረ ሰቲ ደኣ ንምንታይ ልከ ክዝርዝር እዩ

ኣጸልምት የብለካ ሰብ የብልካ ገለ የብልካ ከምዚ ኢካ ከም ትብሎ ዘለካ ሓደ ቀታሊ ትካካ ግዘ እንዳሃቡ እዮም ዝቀትሉካ እኮ ግዘ ይህቡካ ይህቡካ ይህቡካ ይህቡካ ከምቲ ግዘ ንህብ ግዘ ትወሃብ ትወሃብ ሓጣግ የብሉካ እንከሎ ያ መንግስተ ሰማይ ዋርሰከ ደሓር ያ ናይ ሬሳ ናይ ሬሳ ከዓ ከቢሩ ኣሎ እንተደይ መን ከቲ ናይ ሬሳ ዓሰርተ ሸሞንተ ሽሕ ገረሞ

ምሽ ዋ
ኣነስ ወረ ከምዚ ዲም ላይት ገለ ደስ ብለን በቃ ብሪቕሪቕ ዝብል ሻሎ ከም ናይ ክርስማስ እ፣ ከምኡ ይደሊ እየ እሞ እንታይ ቅድሚ ክሰርሐልን ማለት ድዩ ና ናይ ሓወላላ ትሕዚ እምበር እቲ ሴፓራት ትገብርዮ ናይ መ- ሞት- ናይ መ- ናይ እቲ ሞት እዮ እምበር የቃፅሉካ እኳ እዮም ኣብዚ
ንሱ ምርጫኻ እታ ሻዴተይ ላላ ናይ ምርጫኻ እዩ ናይ ምርጫኻ እዩ ወላ እውን ክቐብርካ ገንዘብ ከሎ ወላ ብዛ ዓዲ ኮብ ገንዘብ ከኸፊልካ ካ ተቐበር ብጥርሒ ኮነ ሕጂ ንሳ ትቃፀል ትደሊ ዲኻ ወላ እንታይ ኢኻ ናና እንዳ ኤርትራ ይኸይድ

እ? ኣነ እኮ ሻሊት እንታይ እስከ ከምዚ ተነቢቡ ወይ ከዓ ኣንቢብካዮ ዘይውዳእ መፅሓፍ ከምኡ ወይን ዝስማዕ ናይ ብሓቂ ብኸምኡ ደስ ኢልኒ ናይ ልበይ ዝዕሎ ሻሊት ናይ ብሓቂ ግን እንት- እንታይ እስከ ኡፍ ኦኬ ኣፍሪካ ንኻ ተሻሊት እንታይ ኮንካ ዳ ኦኬ እይ
ዋታ ኾንክዳ እንታይ ክትከይድ ዲኻ ዋ ከም ሰበይ ዋ ኣነ ዳ ተኸይደና ከም ሰበይ ንምንታይ እና ንሳቕ ንውዕል ዘለና ዋ መዘከርታ ኢና እኒ ፈቲና መሲልኪ እ? ሓፍ በለ ኮፍ በለ ክንደዛ ዓንቀራ ንብለ የለና ዝኾነ ከ ስለምንታይ ኢና ንስሓቅ ንስሓቅ ዘለና ይዘጋገ
ስለ ክትከይ ስለ ዝፈለጥካ ምሽ ዋ እንታይ እንታይ ሒዝካ ኣለካ ዳ ካብዚ ዓለም ኢልዋ ላይፍ ሾርት ኢለዋ ፈሊጦም እዮም ላይፍ ሾርት ኢሎማ ኣብ ላይፍ ተደዳ ክንገለ መዘከርታ ገርካ ምካድ ጥራይ
ሸሪቲ ሕጂ እንታይ መዘከርታ ስብሓን ዶ ከምኡ እንተኮይኑ ዳእዛ ናይ ምርጫ ናይ ክልተ ሽሕን ዕስራን ሽዱሽተን ገለ ምሽ ክትምረፅ ገለ ምሽ ክሰይ ጌርና ዋ ኣነ ከም መሓዛኻ ኣነ ሕጂ ሰፖርት ገብረካ እንዲ ሸሪተይ ግን ንሱ ከይበፅሕካ ክትመውት ማለት እዩ ዋላ እንታይ
ና ና ንሳ ዳ መዘከርታ ዓባይ መዘከርታ ዳ ንህዝቢ መዘከርታ ባ ገድፈሉ ንሳ እሞ ክትምረፅ ኢኻ ዋላ ኣይትምረፅን ኢኻ ዋ ፍትና እንደ ንሳ ዳ ንሳ ዳ ፈተነ እኮ እያ ክትፍተን እያ ንሳ ዳ ጡታ እያ ንሳ ዳ
ሽዑ በቃ እ፣ ሞት ከም ኣዳም
ያ ብውን ተጠፊየ ክጠፊ እየ ተተመሊሰ ክንምለስ እየ እቲ ናብራ ከ- ያ ከ- ክንሪኦ ኢና እ? ላይፍ እቲ ምንባር ማለት ቀፃሊ እዩ ኣየቋርፅን እዩ ግን ሓንቲ መዓልቲ ከም ተቋርፅ ስለትፈልጥ ተዳሊኻ ከምካ ኣይትሰከፍካ ብምንባር ማለት እዩ ብምንባር ትስከፍ ሰብ እኮ ያ ከምዚ ያ ምስ መትካ እውን ኣነ ተመራሚረ ኣላ ሕጂ ንኣብነት ምስ መትካ ካልእ ዓለም ከም ዘላ ፅቡቅ ዓለም ከም ዘሎ ኣብዚ ምድርስ ብዙሕ ኣይኮናን እኮ ውዒልና ሓዲርናስ ናብኡና
እያ ኖኒ ፅቡቅ ኣለካ ሻሊተይ እንታይ ድዩ ሎም ኣለና ፅባሕ የለናን ከምዚ ምሻሎ ከምዚ ንኣምላኽ ሲ በታ መዓልቲ ከማን ከምዚ ደቂስና ክንትስእሲ ተመስገን ስለምሻሎ ካብ ደቃሰይ ስለደተስኣኻኒ ገለ ኣይልምን ኢና ንርሱዕ ኢና ደቂ ሰባት ከምዚ ጌርና ንወስዶ እምበር ኣይኮነን ምክንያቱ ዋላ ውፅእ ኢለሻ ሌተይ ኮኒ ከምዚ ኢና ተዛሪብና ውፅእ ኢለሲ ማንኪና ድያ ተሃርመኒ ካልእ ማለእ ከጋጥም ይኽእል እዩ ሓቂ ኣፍኮርስ ሕጂ
ከምዚ በቃ ኣነ ግን ከም ዝኾነ ሰብ ከምዚ ትብሎ ዘለካ ዝኾነ መዘከርታስ ገድፈሉ ኣለኒ ኢኻ ምሽ ትብል ሕጂ ኣነ ሻላ ክዝክሮ ከለዎስ መንግስተ ሰማይ ዋረሶ

ዋይ ኣነ ከኣ ሚሊ ሓወይ መንግስተ ሰማይ የዋርሶ ኣታ ሻለ ዓርከይ ደይሞትኩ ገለ ኢልካ ሻሌታይ ከ ገዲስካ ድዩ ቀጺልካ ኢቲ ሓሳብካ ወላ ንስኻ ላላ ተጋጊ ንሱ ገዲማይ ንሱ ዝኸበርኩ ከም ዘሎ ንሱ ከም ዘሎ ማለት እኮ እዩ ክርድእዎ ኣለዎ ማለት እኮ እዩ ብኡስ ክስከፉ የብሎም እወ ያ ሕጂ ካብ ብዙሕ ብሞት ተዕልል ተኾንካ ቀሪባ ከም ዝቐረበትሲ ተረጋግጽ ኣለና ማለት እኮ እዩ

ኮሚት ዓለም
ዓለም ዳድሓን እኳ ተስፋ ኣለዋ
ብኸመይ
ያ እቲ ዓለም ባዕልኻ እኳ ተስፋ ተባ ተስፋ ዳኣ ትኸልኣካ እኳ ንሓደ ሻዕ
ሻሊተይ ክትወልድ መደብ ኣለካ ዶ? ያ
ክንደይ ክትወልድ ኢኻ ክልተ ሰለስተ መዓሳ ተርክበሉ ኢኻ እሞ እዚ ኩሉ ድኣ
ምስጢራዊ ክገብሮ ኸውን

ዘይተቕፅል እዮ እንታይ ኮይኑ ድዩ ዘይተቕፅል እዮ እንታይ እሞ ኣሎ ድዩ
ኣይ ምስጢር ኣቢልካኒ እሞ
ናይ እኮ እዚ እኮ ልቦና እዩ ጌቲ ኣይትብከይ እባ ፀላኢ ክብከ እንታይ ደኣ ክንክልሉ
ምስጢራዊ ኢልካ እንዲያ ኣብ ልበይ ሴርካኒ ዋዕ ምስጢራዊ ዝወልዶም ቆልዑ ደኣ ምስጢራዊ ክኾኑ ንላ እንታይ ሞይቱ ክዲ ሰብ
ልበይ እምበር ቀቲልካዮ

ወይ ቆልዓ ክሪ መይቱ ሶሪ ሶሪ ሶሪ ቆልዓ ሞተኒ ሰዓት ሞተኒ ኣለኻ ዋ ባምቡላ መን ቀትለኒ ይርዳካ ፍረ ትቐትሎ ኣለኻ ክሳላ ናይ ፍቅሪ ክዳ ምሳይ ኣሎ ደሓን ኣጆኺ ኖርማል ምርድዳ እንዳሉ ዘድልዩ ፀገም የለን ሻሊተ ትላገፅ ኣለምሽ ናይ ናይ ተላጊፀ ይፈልጥኒ እንዳ ቁም ነገር ዋይ ትበኪ ቆልዓ ከዓ ደስ ዘይትብለና ዓይስ ግን ስምዕ እንዶ እንዳ በኸየት ኮላ ስተርድኻ ንምፅእ ኣቢልካ ሕቆፍ ኣቢልካ ክይሲስ ኣቢልካ ድሓ ሴክስ ትገብር ሓቂ ዶ ከምኡ ኬፍ ኣሎ እንዳ በኸየት ምፅ ኢላ ብዕበጃ ኸልካ ስዕብዕብዕብ ተብላ ኩረይ ኣብኣ እንኩላ ተመልሰላ ምሸ ዶ እታ ኮርያታ ዝነበረት ስዕምዕምዕም ኣቢልካ በቃ ሩፍ ትብል ድሓር ክልቴኻ ዛዕ ትብል ኣብ መሬት ምሽ ኣብቲ ዓራት ክልቴኻ ደኺንካ ተሓቋፍካ በጥ ከምዚኣ ኢልካ ትብል ክልቴኻ እ? ያ ካብ ብኽያ ትወዲ ብኽያ ዳ ያ ሰበይቲ እንተበኽያ ዳሞ ካብ ያ ካብ ዓስዓስ ኣንተ ትብል እስከ ድገመኒ እስከ ስሜተይ ናይ ልበይ ከም ስሜተይ እንዳገለጽኩልካ ገለ ትላገጽ ናይ ዕጣንዶ ገለዶ ናይ እንታይ ኢኻ ትዛርብ ዘለካ ይርድኣኒ ግን በቃ ሃለሉ ትበሻሊ
ዋ ገሊኦም ዶ ሓደ እኮ እንታይ ድልኒ መዘከርታ እኻ ተፈጢርካ ሸላ ኢልኒ እኮ ይእቲ ኣነ ዳ ሓሳብ ልበይ ሰሚሩለይ እኮ ኢለ እህቲ
ሻሊተይ መጀመርያ ቴንኪ ሙ ካብ ንብዓተይ ናብ ስሓ ብፅሕካኒ ግን ምስ ንመዘከርታ እንታይ ልካ መዘከርታ
ዝተፈጠርካ
መወሰኽታ የብላን ዋ መወሰኽታ እንዳ ሓሳብ ልበይ ሰሚሩለይ ኢለ

ሕጂ እንታይ ሰሚር ኢልካ እሞ ሰሚር ለያ እንዳ ተሓጒሰ ኤማተይ ቴንክ ዩ ሕጂ ንመዘከርታ ኢኻ ተፈጢርካ ንስኻ ሻሊተይ ኮም ኢልካ ትሓስብ ናን ኣነ ዳ ናን ምስ መረረ ነበር ኮም ኢለ ሓንቲ መዘከርታ ገዲፈ ክኸይድ ኢኻ ኣብዚ ዓለም ኢለ ነር እንታይ ትምዘከርታ
ዝካታል ኣብ መፈለጥ ብዛ ዓለም
በቃ ያ ከምዚ ሕማቅ ይረ ነረ ከምዞም በዓል ቢላደን ገለ ዝበሃሉ ወይ ከዓ ከምዚ ናይ ድሮ ገለመለ ከምዚ ኣምሸለካ መዘከርታ ዓብዪ መዘከርታ ገርካ ምጥፋእ ካብዛ ዓለም ያ ድሓር ግን መዘከርታ ዳሞ ጌርካ ብካልእ ሕጂ ብካልእ መዳይ ምስ መፃኹ መዘከርታ ከም ዘሎ ብካልእ መዳይ ምስ ፈለጥኩ ከምኡ ምስ በለኒ ከዓ መዘከርታ ያ ሓሳብ ልበይ ሰሚሩለይ እታ ቀደም ዝሓሰብኳስ ሓሳብ ልበይ ሰሚሩለይ ኢለ
ምስክር ተጋጊርካ እንዲኻ ተይምሽ ኣለዎ እቲ ንፈልጦ ገርመለ ጌንጌን ቤን
ወላ እዚ እኮ እዚ እኮ እዩ መዘከርታ እሞ እዚ እኮ ተረዲኽኒ ብግልፂ ኮንካ ትዕልለሉ ሕጂ ገሊኦም ኣለዉ እኮ ሕጂ እኮ ተረዲኽኒ ኣላሁ ኣክበር ኢሎም ቦምባ ገሮም ቦም ኢሎም ዝሞቱ መዘከርታ ኢሉ ረዳኒ
መዘከርታ ኢሎም ንገብሮ እሱ እንታይ ዳ ንመዘከርታ እንታይ ዳ መዘከርታ ኢሎም እንታይ ዳ እንታይ ዳ ንኣምላኽ ኢሎም መሲልኪ መዘከርታ ክንደይ ዓመታት ክነብር ኢሎም ኣብዚ ኣሽማቶም ወይ ከዓ ትስሞም ኣንተ ሻሊት እንተ መዘከርታ ደኣ እሞ እንታይ ዳ ክንገብር ኢና ንስኻ እንዳ

ኣነ ሸልተይስ በቃ ቀቢፅካ ደይ ተዋብፆምሽ ኣሎ ሰብ ከምኡ ወይኑ ንቱም ሰባት ወይ
ሸላ ደባ ዓርከይ ሰላም ዲቢ ኣቦ ሰሪ ከልለይ ከመይ ከ ዲቢ ናተይ ከመይ
ኣለና ኣምላኽ መስገን ሰላም እዩ ከመይ ጥዕና
ኣምና መስገን ዴበይ ነፊኣካ ገመይ ዋላ ነብረኽቲ ዘረይ ኣለና ኣምላኽ መስገን እንታ ክወፆ ዳት ዝንጥለ እንዳ ዳሓንዲ ሓደ በይ
ብረኽቲ ዘርኢ እኮ የደኪ እንታይ እሞ ምፆዳ ወዲ ሃይለ ብረኽቲ እንታይ ማለት እዩ
ሉለይ ዘይትብለኒ ሉለይ ናብኣንስያክንደይ

ያ እንታይ ኢኸ ሸላ ዝገበርካ የልዳ እንታይ እዩ ዘይገልጾኸ እንታይ ወዲ ሰዓት እንታይ ጌርካ ዳ ሞሻሊተ ዋላ ሓንቲ ከይገበርካ ዋ ኣነ ዳ እንታይ ክገብር ዋ ድላይ ከ ዝገበርኩ ከ ግበር እንታይ ከ- እንታይ እንታይ ዝገበርኩ ኣለኒ ምስ ገበርኩ ከ እየ ጣዕሲ ንዓኻ ዘር ግን ጣዕሲ ዝብለካ እዩ ም- ሻሊተይ ንማንም ሰብ እኮ ሓደ ሰብ እ፣ ድሌት ትግበርሲ ንሓደ ሰብ ብለካ ኣለኹ ዋላ ሓደ መፂኡ ሓደ ኣምላኽ ተዘይኮይኑ ዝሓቶ የለን ተረዲኻኒ መሰልካ እዩ ከም ኬፋ ያ መን ከም ምዃንካ ንነብስኻ እካ ትፈልጥ ንሰብ ኢለ ንሰብ ኢለ ዝነብሮ የብለይ ሓደ መፂኻ ብኦ ዳዊን ተሊልኒ እህ፣ ኢንሻላ መሓዛኺ ይልኒ እህ። ኢለዮ ወሻላ መሓዛኺ እንዲ እዎ መሓዛይ ይህንተ ኮንካ ኢለዮ ከነ ቅጭ ኣምፅእለይ በቃ ዋላ ተዘራርቦ ገለሲ ስምዕ እንዶ ብዛዕባ ሻላ መሓዛ ክንደይ ክዛረብ ክደሊ ገለ ምሻሎ ፍጌ ኣይተበልኮስ ኣብቲ ከባቢ ምስኡ እንደ ዝነብር ነይረ ኣጣሊ እዱ ክሰርቕ ነይሩ ይብለኒ ባዕ ወሪድን ሳዊ ሓሳብ በልዮ ኣነ እንስሳ ሰሪቀ ይፈልጥን ዋ ኣነ ሓንቲ መዓልቲ ጥራይ በጊዕ ሓሪደ በሊዐ በቃ ወዲያል እሞ ንሳ እያ ንሳ እያ ኣባዛፂሕዋ ንሱ እዩ እቲ በዓል ገዛ እዩ
ንኣን ሰብ ዘይነበረ ሰብ ዘይረኣ ክልተ ሰባት ኢና ነርና እታ ምስጢራዊ ኮለና ኮኸረ ኩሉ እቲ ዓዲ ፈልጥ እኮ ኢልኒ ሸሪተ
ናና ወኸረ ከም ዝበልዓ እታ በጊዕ ተፈሊጡ ወኸረ ላዕሱ ጤድጉ ወዲያ
ዋይ ሰሪቑ ኢልካ ኣድጊ ሰሪቑ ይብለ ካበይ ዝሰርቃ መንደፍ ባዕሎም ሰሪቖም ሸይጦም መፅ ኣድጊ ኮነን ጋይስ ኖ ኣድጊ ኣጣል ኩሉ ኣባጊዕ ገለ በለስ ሻላ መሓዛኺ ትዘራርቡ እኮ በቃ ቅጭ ኣምፅኣ እዚኣ መፅኣት ሸለተ ኣምፅኣ ባዕሎም ዳሎ ወላ ምሳኻ ኣብዚ ሕጂ ዳ ምሳኻ ዝሰረቑ እኒ ከምዛ ዘይሰረቑ በቃ ይሰርቃ ባዕለ ባዕለይ እኒ ቅድመ ዝኣቱ ኣብኡ ፅናሕ ከየረከሱኻ ዕስራን ኣርባዕተን ኣርባዓን ሸሞንተን ሰዓት ምስ ተኣሰሩ ሃለዋቶም ይጠፍኦም ኣብዚ ኤውሮጳ ይነግርዎ እዮም ቅልጥፍ ኣይብሉ እዚ እዚ ከምኡ ኢልኒ ይብልኻ ወይ ከዓ ሽምካ ይነግረልካ ፀገም ካብ ወላ ረኪብላ ዘላ ኣርባዓን ሸሞንተን ሰዓት ምስ ዓፀዎም ገዛ ዋ፣ ኣንታ ሸሪተ ንስኻ ደኣ እሞኒ ፍሉጥ እንዲኻ ነርካ ደኣኒ ክንደይ በጊዕ በሊኻ ናይ ብሓቂ ሓንቲ ጥራይ በሊኻ ሰሪዕካ
ናይ ሓንቲ ሓንቲ ካብ ሕንፃፅ እያ ካብ ሕንፃፅ እኳ ኣነ ኮን ቀቲለ እቶም ካልኦም ቀቲሎም ኣብ ሕንፃፅ

ይጥዕመና። ኣነስ ሓንቲ መዓልቲ ሓንቲ መዓልቲ ፈሪሐ ሓደ ኣሎ ዓሊ ዝበሃል ታንዛንያ ዓርከይሲ ነዘና ድማ ወዲኡ ወዲያ ከም ቺፕስ እየን ጠመ ሓሸኹ ሓሸኹ ዘብለ ኛው ኛው ወ ወ ወ መድሃኒ ዓለም ኣቦይ ድሙ ትበልዕ ነርካ ስኻ ናይ ናይ ኣብዚ ኤሮጳ እኳ እዩ ውይ ገደደ ኣብ ኤሮፓ በፂሓ ድሙ ትበልዕ ና ኣነ ኮንኩን ሓደ ዓርከይ ነር ዓሊ ዝበሃል ታንዛንያ እዩ ትፈቱ ገለ እዩ ድማ መምስ ጠወዘ ማሪዋና ዝስሕብ ገለ ጥውዝ ምሽ ቅድሚ ሕጂ ማለት ባፍ ባፍ ኣብኣ እንከሎ ቀብ የብላ ኒው ኒው ኒው ኒው ኣቃታትላ ቀልጥፊ እዩ ዝቐትላ ድሓኒ ወይ
ኣቦይና ጉዕ ንዓ ጉድ ስማዕ ክብል ሰብኣይ ድሓኩ እንድዩ ዋ